ሰላም ተኸታተልቲ ናይዚ ቻነል ከመይ ቀኒኹም ከመይ ትኾኑ ሰናይ ክትኮኑ ምንዮተይ እዩ ሎሚ ከም ወትሩ ሓንቲ ፍልይ ዝበለት ንኹልና ኣብዚ ሕጂ እዋን ኣተሓሳስባናን ነፍስናን ንክንፍትሽ ክትሕግዘና ትኽእል እያ ዝበልኩ ኣርእስቲ እየ ሒዘ ቀሪበ ዘለኹ ምስ ዝህልው ኩነታት እውን ተጠቂምና ነብስና ረፍሌክት ንክንገብር ክትሕግዘና ትኽእል እያ ኢለ ዝኣምን ሎሚ እንርእዮ ኣርእስቲ ብዛዕባ ደምበ ናይ ተቓውሞ ወይ ደለይቲ ፍትሒ ዝትንክፍ ኣርእስቲ ካብ ንሱ ድማ ሓደ ሓደገኛ ኣካይዳ ወይ ኣተሓሳስባ ኣብዚ ናይ ደለይቲ ፍትሒ ወይ ተቓወምቲ ዘሎ ኢና ክንርኢ ኩሉ ግዜ እቲ ሓደጋ ኣብ ደገፍትን ናብቲ ንህግደፍ ዝድግፍ ስርዓትን ዘሎ ጌርና እንዲና ነቕርቦ ካብኡ ዘይፍለ ሓደገኛ ኣካይዳ ድማ ኣብቲ ደምበ ናይ ተቓውሞ ዝፍለጥ ናይ ተቓወምቲ ቦታ እውን ብዙሕ ሓደገኛን የዕናዊን ኣተሓሳስባን ኣካይዳን ኣሎ። ሓደ ብሓደ ድማ ክንርእዮ ኢና፣ ሓሙሽተ ኣገደስቲ ሓደገኛታት እንተዘየወጊድናዮ እውን ናብ ዝገደደ ሽግር ክእትወና ዝኽል ዝበልኩዎን እየ ሕዚ ኣቕሪቦ ዘለኹ። ክሳብ መወዳእታ ተኸታቲልኩም ናትኩም ርእይቶን ዝውሰኽ ነጥቢ እውን ኣብ መወዳእታ ክትህቡኒ ብልቢ ይምሕጸን። በብሓደ ክነግረኩም እጅ። እታ ቀዳመይቲ ሓደገኛ መንገዲ ኣብዚ ናይ ተቓወምቲ ዝረኣ ዘሎ ነገር እንተሎ ንሓያል ግዜ እውን ዝገበረ እዩ፣ ኣክንዲ ሓድሽ ፍሉይ ታሪኽ ክትሰርሕ ኢልካ ምብጋስ ነቲ ዝተሰርሐ ጅግንነትን ታሪኽን ክጽይቕን ከተናሹን ክትጸርፍን ምውዓል ከም ጅግንነት ክቑጸር ጀሚሩ ኣሎ። That's really really j- dangerous and uh, uh, uh, ብ- ብናተይ ኣዘራርባ ኣዝዩ ሰናፍ ዝኾነ መንእሰይ uh, ከም ዝኾንና እውን ዝገልጽ እዩ ምክንያቱ እቶም ናይ ቀደም መንእሰያት ኣብ ግዜኦም ምስ ኣተሓሳስበኦም ይኸውን እዩ ዝበልዎ ዓቕሞም ዘፍቅዶም ነገር ገይሮም እዮም ብዘየገድስ ጉድለት ነይርዎ ድያ ኣይነበሮን ካልእ ኣርስቲ እዩ ዝኣኽሎም ሰሪሖም ግን ሃገር ናፃ ኣውፂኦማ እዮም It doesn't matter ስለዚ ንሳቶም ዝገበርዎ ጽቡቅ ነገር ድኣ ክትርኢ ኣለካ እምበር ተመሊስካ ኣብዚ ከምዚ ጌሮም ኣብዚ ከምዚ ጌሮም ኣብዚ ከምዚ ጌሮም ናበልካ ንዑ ንስካ ድኣ ዘይትዕርዮ ናትና ስራሕ ዶ ኣይኮነን ናይ ሎሚ መንእሰይ ናትና ስራሕ እዩ ነታ ዘረከቡና ሃገር ሓራ ጌርና ብዲሞክራሲ ከነመሓድራ ከምኡ ዓይነት ምሕደራ ንክመጽእ ናትና ስራሕ እዩ ናይቶም ዝሓለፉ ጀጋኑን ስዋኣትን ኣይኮነን ንዖም ክትጸርፍ ስለ ዝወዓልካ ዝገበርካዮ ለውጢ የለን እንታይ ድኣ ስውኣትን ስንኩላንን ከም ብሓድሽ ኣቓሊሶም ናጽነት ከምጽኡልካ ሓርነት ከምጽኡልካ ደሊኻ ወይ ደሊና ማለት ድዩ? ቶታል ድሮንግ ኮምፕሊትሊ ጌጋ እዩ እዚ። ስለዚ ንሕና እጃምና ክንገብር ኣለና። ካልእ ከኣ ኣብዚኣ ከነጽራ ዝደሊ ንኹልና ንዓይ ሓዊስካ ማለት እዩ እዞም ኩሎም ሕጂ ህግደፍ ኢልና ክንጸርፎምን ክንሽምጥጦምን ንውዕል ዘለና መንእሰያት ደቂ ዕስራ፣ ደቂ ዕስራን ኣርባዕተን፣ ደቂ ዕስራን ሓሙሽተን ከለዉ እዮም ካብ ገዛውቶም ከይዶም ሰውራ መስሪቶም ሃገር ኣምጺኦማ። ስለዚ ኣብ ሰብዓታት ኣብ ሱሳታት ግዜ እዮም ሓሲቦም እዚ ዘበነ ቴክኖሎጂን ዘበነ መጻሕፍትን ዘበነ ትምህርትን ኣይኮነን ነይሩ ሽዑ። የስ ዝኣኽሎም ትምህርቲ ነይርዎም እዩ። ብኻልእ ኣዘራርባ ንሳቶም ኣብቲ ዝነበርዎ ግዜ ጽቡቕ እዩ ዝበልዎ ምርጫታት ይገብሩ ነይሮም። ክጋገዩ ይኽእሉ እዮም ከም ማንም ሰብ of course ክጋገዩ ይኽእሉ የግዳስ ንሳቶም ዝመስሎም ገይሮም እዮም ሪስፔክት ክትቦም ክትክእል ኣለካ ንስኻ ግን ነቲ ንሳቶም ዝሰሓትዎ ኣሪምካዮ ሓድሽ ታሪክ ክሰረዳ ክትፍትን ኣለካ ብዓቕምኻ እምበር ከምዚ ገይሮም ናበልካ 24 ሰዓት ንዕኡ ክትፍትሽን ንዕኡ ክትግርጉርን ክትውዕል የብልካ ናትካ ግደ ካዳ እንታይ እዩ ዓሊ ሰይድ ዓብደላ ኣብ ካራቺ ወይ ከኣ ኣብ ፓኪስታን ከይዱ ነፋሪት ናይ ኢትዮጵያ ከውድቕ ከሎ ወዲ ዕከባ ትሕቲ ወዲ ዕስራን ሓሙሽተን ዓመት እዩ ነይሩ። ኣብዚ ግዜ እዚ ንኣሽቱ ኢና እናተባህለ ንእሽተይ መንእሰይ ንእሽተይ ዝበሃል የለን። ደቂ ዕስራ ደቂ ዕስራን ክልተን ሰለስተን ኣርባዕተን ሳብ ሰላሳ ዘለዉ እዮም ኣ- ኣብ ገድሊ ከይዶም ተዋጊኦም ነቲ ሓርነት ኣብ- ነቲ ናጽነት ኣምጺኦም ስለዚ ካብ ሓላፍነት ሃደምትን ናትና ታሪኽ ክንሰርሕ ዘይንኽእልን መንእሰይ ክንከውን የብልናን። እንተ ታሪኽ ክትገብር ዘይትኽእል ኮይንካ ግን ስቕ ኢልካ ካልእ መንገድኻ ኪድ። ነቶም ቀደም ኣብ ግዜኦም ዝመስሎም ዝገበሩ ንዖም ከተዳኽም ስርሐይ ኢልካ ኣይትሓዞም። ደሓር ከኣ ነዚኦም ስለ ዘዳኸሙ ከም ጀጋኑ ዝቑጸሩ ሰባት እውን ኣለዉ። እንታይ እንታይ ማለት ጅግንነት? ኣነ ሕጂ ጅግንነት ናይ ውግእን ናይ ናይ ብሰውራን ዝመጸ ጥራይ ኣይኮን ናይ ኣተሓሳስባ ጅግንነት ጅግንነት እውን ኣሎ። ንኣብነት ኣብርሃም ደርፍታቱ እንተርኢናዮ ልክዕ ሰውራዊ እዩ። ኩሉ እቲ ስነ ኣተሓሳስባ ዝምህሮ ዝነበረ ስነ ጥበባዊ ስርሓቱ ልክዕ ከም ጅግና ዘቑጽሮ እዩ። ምኽንያቱ ሓንጎል ናይ ወዲ ሰብ ክምዕብል ከም ዘለዎ ኣተሓሳስባና ክልወጥ ከም ዘለዎ ብዙሕ ተዛሪቡ እዩ። ስለዚ ጅግንነት ብውግእ ጥራይ ኣይኮነን ኣብ ኩሉ ጽላታት ማለት እዩ። ግን ሰባት ኣብ ግዜኦም ብዓቕሞም ዝገበርዎ ከተኽብር ኣለካ። እንተ ጉድለት ርኢኻ ኣርሞ። ናተይን ናትካን ስራሕ እዩ እሱ። ነቲ ንሳቶም ዘይገበርዎ እናኣረምና ምኻድ ናትና ስራሕ እዩ። ዋላ እቲ ምሉእ መዓልቲ ክንሓርቀሉን ክንጽርፎን ንውዕል ዘለና ኢሳያስ እውን እኮ መንእሰይ ከሎ ብዓቕሙን በቲ ግዚኡን ዝነበረ ኣተሓሳስባ ነቲ ኩነታት ምሂዙ እዩ ኣብዚ ብጽሒዎ። ስለዚ ብሓደ ንክንድዚ ዓመታት ኣብ ስልጣን ኮፍ ዝበለ ኣረጊት ሰብኣይ ንብሎ ዘለና ንሱ ብዝገ ንዑ ክንቅይር ኣተሓሳስባ ስለዘይብልና ዋላ ብውግእ ኣይንእለዮ፣ ብስነሓሳብ ግን ምስኡ ዝወዳደር ሓባራዊ ስራሕ ክንፈጥር ሰለዘይንኽእል ኩሉ ግዜ ንዑ ምጽራፍ ከም ስራሕና ጌርና ወሲድናዮ። እዚ ከኣ ጌጋ እዩ። ንዑ ነቲ ስነሓሳብ ናይ ኢሳያስ ክትኣልዮ ተደሊኻ ናትካ ስነሓሳብ ክትምስርት ኣለካ። ስለዚ ንዑ ዝጻረር ሓድሽ ኣልተርናቲቭ ወይ ምርጫ ክምህዝ ክንብገስ ኣለና። ምጽራፍ ጥራይ እኹል ኣይኮነን። ድሕሪኡ ካልኣይ ዓብዪ ጌጋ ወይ ከዓ ብተደጋጋሚ ዝረአ ሓደገኛ መንገዲ እንተሎ ድማ ንክኢላታት ንዓበይቲ ንምሁራት ምንሻው ምቅላል ምፍዃስ ምፅራፍ እዚኣ ድማ ኣብ እዞም ውሩያት ዝበሃሉ ተቃወምቲ መብዛሕትኦም ክትሪኦም ከለካ ቀድ ሓደ ካብቲ ቀንዲ ስርሖም ነቶም ብዙሕ ዝሰርሑ ብዙሕ ክሰርሑ ዝኽእሉ ብዓቕሞም ዝብገሱ ዘለዉ ንዕኦም ምቁንጻብ ምጽራፍ ምሁራትና ኣበይ ኣለዉ እንታይ እዮም የለውን ድዮም ነነነ ስሱዓት እዮም ገለመለ ከማኻ ሰብ እዮም ንሶም እውን ንስኻ ምሽ ሓዳርካ ናብራኻን የገድሰካ እዩ ንሳቶም እውን ሂወቶምን ናብሮምን የገድሶም እዩ ክንደይ ዓመታት ከፍ ኢሎም ዝተምሃርዎ ትምህርቲ ኣብ ዝመረፅዎ ክኸዱ ክሉ ክፅረፉን ክዋረዱን ካይደልዩን እዮም ንኸይሰርሑ ኢኻ ትገብር ዘለኻ ወይ ንኸይሰርሑ ኢና ንገብር ዘለና ዓሰርተ ግዜ ክንፀርፎምን ከነኣእሶምን ከለና ካልኣይ ድማ ኣብ ሶሻል ሚድያ ንበዓል ጆርጆ ሓዊስካ ማለት እዩ ኣብ ኣብ ፌስቡክ ኣብ ዩቱብ ኣብ ኢንስታግራም ኣብ ገለመለ ውርያት ስለ ዝኾንና ክኢላታት ኮይና ክኢላታት ጌርና ነብስና ክንወስዳ የብልናን ንሕና ጥቆኦም ክንቀርብ ዘይንኽእል ንሃገር ከመሓድሩ ዝኽእሉ ዓቕሚ ናይ ትምህርትን ተመክሮን ዘለዎም ሰባት ኣለዉ እዞም ሰባት ንቕድሚት ክመጹ እንተኾይኖም ነቶም ሓደ ሓደ መጺኦም ዘለዉ ክእለት ዘለዎም ክብሪ ክንህብ ክንክል ኣለና። ነቶም ሓደ ሓደ ዝመጹ ንጸርፍን ነዳኽምን እንተኾይንና እቶም ካልኦት ድማ እንታይ ገዲሾም ኣብ ከምኡ ኣብ ጸገም ክመጽእ ዝደሊ የለን። ስለዚ ከነተባብዕ ክንክል ኣለና። ንምሁራት ክንሰምዕ ክንክል ኣለና። ስቕ ኢልካ ተራ ሰብ ስለ ዝተዛረበ መራሕትና ስኻትኩም ኢኹም ናበልካ መራሒ ምዃን እኮ ስቕ ኢልካ ኣይኮነን። ንሓደ ሰብሲ ክሳብ ክንደይ ብቅዓት ኣለዎ ንሃገር ምስ ሃገር ከይዱ ኔጎሸት ጌሩ ትሬድ ዲልስ ክገብረሉ ዝኽእል ዲፕሎማስያዊ ዲልስ ክገብር ዝኽእል ምስ ካልኦት ሰባት ኢኮኖሚ ናይ ሃገር ድራፍት ክገብር ዝኽእል ንህዝቢ ከመሓድር ከነባብር ዝኽእል ስለዚ ብዙሕ ኳሊቲ ኣለዎ ናይ ሊደርሽፕ ስቕ ኢልካ ኣብ ፌስቡክን ኣብ ዩቱብን ስለ ዝተዘርበ ብቕዓት ናይ ምሕደራ ኣለዎ ማለት ኣይኮነን ስለዚ ክንጥንቀቕ ክንከል ኣለና ኣብ ምሁራት ምሁራትካ ክጋገዩ ይኽእሉ እዮም ሓንሳብ ምስ ተጋገዩ ዓሰርተ ግዜ ንዑ ብቪድዮን ብስእሊ እናቀራረብካ ንዖም ምድኻም ድማ ነቲ ህዝቢ ከምዘይ ይምሃር ኢኻ ትገብር ምክንያቱ ንምሁራትን ንዓበይትን ንተስፋ ዘለዎም መንስያት ዘየኽብር ሕብረተሰብ ኣየፍርን እዩ ከማም ነቶም ሰባት ኩሉ ግዜ እንታይ ዓይነት ተድንቕ? ክድነቕ ዝደሊ ብዙሕ ሰብ ክድነቕ ይደሊ እዩ። ስለዚ ንፉዓትን ክኢላታትን ክብርን ኣድናቖትን ንህብ እንድሕሪ ኮይና ብዙሓት ንኣሽቱ ወለዶ ናብኡ ክኸዱ እዮም። ንዕኦም ክንጸርፍ ንዑ እንተኾይናን ከምኡ ክኾኑ ይደልዩ እዮም። ስለዚ ኣዝዩ እዩ ጥንቃቐ ዘድልዮ ሓደገኛ ጉዕዞ እዩ። ነዚ እንተዘየወጊድና ድማ ኣብ ነዊሕ ግዜ ክሃስየና ይኽእል እዩ። እታ ሳልሰይቲ ሓደገኛ መንገዲ ኣብ ደንበ ተቓውሞ ትረኣ ማለት እዩ። ኣኣክንዲ ንሓደ ዕላማ ዝኣመንካሉ ምስራሕ ካልኦት ንዕላምኦም ንዝሰርሑ ዘለዉ ምጽራፍ እዩ ክቲ እቲ ቃልሲ። ላይፍ ኣቲኻ ክንዲ ናትካ ስትራተጂ፣ ናትካ ዕላማ፣ ናትካ ፕላናት ንህዝቢ ከተምህርን ከተንቅሕን ምፍታን፣ ካልኦት ዝገበርዎ ንዕዖም ክጸርፍ ውራይ ኢልካ እሱ ክፋል ናይቲ ስራሕ ይኸውን ማለት እዩ። And this is disappointing ወይ ከኣ disgusting ክትብሎ ትኽእል ኢኻ። እንታይ ማለት እዩ እዚ ናትካ ዕላማ ዘይብልካ ወይ ከኣ ንዕላማኻ ክትቃለስ ክንምፍታን ንኻልኦት ንዕላምኦም እናፈተኑ ዝተጋገዩን ዝወጥቀን ዘለዉ ንዖም ጥራይ ክትጸርፍ ምውዓል ዕላማኻ ክኸውን ከሎ እዚ እንታይ ማለት እዩ ሰባት ንኸይፍትኑ ኢኻ ትጽዕር ዘለኻ ተቃዋሚ እየ ዝብለኒ ከምዚ እናገበረ ዝኸይድ ሰብ እውን ዘይቃወም ኣይኮነን ዘሎ እዚ ነቲ ዘሎ ዝኾነ ለውጢ ንኸይመጽእ እዩ ዝጽዕር ዘሎ እዚ ከዓ ናይ ተቃዋሚ ወይ ከዓ ናይ ደላይ ፍትሒ ስራሕ ክኸውን ኣይክእልን እዩ ምክንያቱ ፍትሒ ዝደሊ ሰብ መጀመርያ ፍትሓዊ ክኸውን ኣለዎ። ንኻልኦት ሰብ ብዓይኒ ፍትሒ ዝርእ ክኸውን ክኽል ኣለዎ። ስለዚ ኣብዚ ክንረዳድኣሉን ብሓደ ክንሰርሓሉን ዕላማታትና ኣነጺርና ንዕላማታትና ድኣ ንስሓር ንስራሕ እምበር ንኻልኦት ዕላማ ዘለዎም ሰባት ምድኻም ዕላማና ክኸውን የብሉን። እዚ ድማ ክውገድ ዘለዎ እዩ። ተወሳኺ መበል ራብዓይቲ ኣገዳሲት ፀገም ድማ ፀቢብን ናይ ግላዊ ወይ ፀቢብ ረብሓ ጥራይ ኣማእኪልካ ዝስራሕ ስራሕ ማለት እዩ እጂ ኣብቲ ንሕና ንዛረበሉ ዘለና ጉዳይ ናይ ህዝቢ ጉዳይ ናይ ሃገር ተዓንዱ ኣለና ኢና ንብል ዘለና ኖርማል ዲሞክራሲያዊ ሰልፍታት ንምምስራት እኳ ፅቡቅ ተኾነ እቲ ቀዳማይ ዕላማ ኣብዚ ግዜ እዚ ሃገርና ትጠፍእ ኣላ ተዓኑ ኣላ እዚ እንድሕር ኮይኑ እቲ ቀዳማይ ታርጌት እንታይ ክትገብር ዘለካ ዓበይቲ ዕላማታት ንኹሉ ዘማእክለካ ርኢኻ ምስኦም ክትሰርሓሉ ትኽእል ኢኻ ክትብገስ ዘለካ እምበር ግዚኡ ኣይኮነ ንንኣሽቱ ነገራት ክትብገስ ንኣሽቱ ነገራት ወይ ከኣ ብ ብሃይማኖት ይኹን ፖለቲካ ብኣውራጃ ብዓዲ ብገለ ክንጥርነፍ የብልና ማለት ኣይኮነን ክትጥርነፍ ትኽእል ኢኻ ኢትስ ኦኬ ምዕቡል ዓለማት ውን ብኸምኡ እዩ ቆይሙ ዘሎ ግን ኩሉ ግዜ ዓበይቲ ፕላናት ናትካ ወይ ከኣ እቲ ሓባራዊ ጸገምካ ብሓደ ክትሰርሓሉ ክትክእል ኣለካ። በብቁሸት ተኣኪብካ ክትፈትሖ ትኽእል ሽግር ጸቢብ ብዙሕ የለን። ስለዚ ናብቲ ዝዓበየ ዕላማ ሓቢርካ ንኽትሰርሕ ክትብገስ ክትክእል ኣለካ። እቲ ናትካ ጸቢብ ኣተሓሳስባ ንረብሓ ካልኦት ዝሃሲ ድሕሪ ኮይኑ ምናልባት ግዚኡ ኣይኮነን ብዛዕብኡ ክትቃለስ። ጽባሕ ንግሆ ተቓለሰሉ ይብል የለኹን። ረብሓ ናይ ሓፋሽ ወይ ከ ናይ ኩሉ ንዓኻ ዝጠቅም ግን ንኻልኦት ዝጎድእ ክኸውን የብሉን። ንኻልኦት ጨፍሊቕካ ክትነብር ትደሊ እንተኾይንካ እንታይ ዓይነት ፍትሒ ኢኻ ትደሊ ዘለኻ? ስለዚ ንኹሉ ማእከላይ ቦታ ዕድል ክህብ ዝኽእል ተወዳዲሩን ሓይሉን ዝሓለፈ ጥራይ ዝነብረሉ ዓዲ ክኸውን ኣለዎ። ንኹሉ ማዕረ ረድኤት ክንህብ ኣለና ሶሻሊዝም ኣይኮናን ንገብር ዘለና ካፒታሊዝም እዩ። ካፒታሊዝም ድማ ንኹሉ ማዕረ ዕድላት ኪኑ ነቲ ዕድላት ዝጥቀም ናብ ዝለዓለ ክበጽሕ ይኽእል ብዘየገድስ ካበይ መጺኡ እዚ ዓይነት ሲስተም ድሕሪ ኮይኑ ኩሉ ግዜ ንዝለዓለ ዕላማ ንምስራሕ እታ ኣብታ ናይ መወዳእታ ነጥቢ ክንከይድ ኢና ሓባራዊ ስራሕ ክሰርሕ ዘይምድላይ ድማ እቲ ናይ መወዳእታ ጸገም ናብዚ ደንበ ፍትሒ ዘሎ እዩ። እዚ ኹሉ ፓርትታትን እዚ ኹሉ ውድባትን ተሪናዮ ብሓባር ክሰርሕ ስለዘይተኻእለ እዩ እዚ ኹሉ ተበፂሑ ዘሎ። እቲ ኩሉ ውድባት ዘለዎም ዕላማታት ጌጋ ወይ ስሕተት እዩ ይብል የለኹን። ኣብዚ ግዜ እዚ ሃገርና ትዓኑላ ዓበይቲ ፀገማት ኣለዉዋ። ንኣብነት ንኹሉ ንኹሉ እቲ ደላይ ፍትሒ እየ ዝብል ከማዕክል ዝኽእል ነገራት እንታይ ኣሎ? ቅዋም የድልየና እዩ። ቅዋማዊ መንግስቲ የድልየና እዩ። እዚ ሕጂ ንኹሉ ክጠምሮ እዩ ዝግባእ። ብሓደ ትሰርሓሉ ባይታ ኣለካ። ቤት ፍርድን ሕጋዊ መንግስትን የድልየና እዩ፣ ባይቶ የድልየና እዩ። ፍሪ ፕረስ ንናይ ናጻ መሰል ናይ ምግላጽን ብናጻ ናይ ምንባርን ምርጫ ክህልዎ ኣለዎ እቲ ህዝቢ። እዚ ኩሉ ዳርጋ ኩሉ ደላይ ፍትሒ'የ ዝብል ዝሰማምዓሉ ነጥብታት እዩ። እሱራትን ብዘይሕጋዊ መንገዲ ተታሒዞም ዘለዉን ሰባት ዝፍትሑሉ። እዚ ኩሉ ሓደ እንድሕሪ ኮይኑ ኣበይ ኢኻ ትፈላለ ዘለኻ ደኣ? ስትራተጂ ናትካ ክፈላለ ይኽእል እዩ፣ የግዳስ ሓባራዊ ጸላኢን ሓባራዊ ጸገምን እንድሕር ኣለካ ኮይኑ ብሓደ ኮይንካ ክትሰርሕ ክትክእል ኣለካ። ዲሞክራሲ ማለት ከ ከምኡ እዩ። ዋላ ኤግዛክትሊ ምሳኻ ምስ ዘይሰማማዕ ኮኦሌሽን ፈጢርካ ሓባራዊ ሕብረት ልፍንቲ ፈጢርካ ክትሰርሕ ዘይትኽእል ተኾይንካ ከመይ ጌርካ ኢኻ ክትዕወት? ምኽንያቱ ኩሉ ሰብ ዝፈላልዮ ነጥብታት ኣለዎ። እቲ ሕቶ ኣበይ ኢኻ ኣተኲርካ ትኸይድ? ዝፈላልየካ ኣሎ፣ ዘራኽበካ ድማ ኣሎ። ሓባራዊ ስራሕ ሰረ ግን ኣብቲ ዘራኽበካ ኣብኡ እናነደቕካ ትኸይድ ኣለካ። ፍልልያትካ ግን ከተኽብሮ ኣለካ፣ ክትጸራረፈሉ ኣለካ ኣይኮነን። ፍልልይ ክህልወና ንቡር እዩ ምክንያቱ ኩልና ፍሉያት ሰባት ኮይና ስለ ዝተፈጠርና ነፍሲ ወከፍ ሰብ ናይ ኣተሓሳስባ ፍልልይ ክህልዎ ኢትስ ቨሪ ቨሪ ኖርማል እሱ እንተዘየለና ኖርማል ኣይኮናን ዘለና ማለት እዩ ምክንያቱ ነፍሲ ወከፍ ሰብ ፍሉይ ጸጋታት ሕዚ ተፈጢሩ ፍሉይ ኣተሓሳስባ ከልዎ ድማ ንቡር እዩ እቲ ሕቶ ግን ፍሉይነት ናይ ሰባት ክትጸርፎ ኣለካ ማለት ኣይኮነ ፍሉይነት ናይ ሰባት ከተኽብሮ ኣለካ ሰባት ካብ ናትካ ፍልይ ዝበለ ሓሳብ ምስዝህልዎም ሪስፐክት ክትብ ኣለካ ምክንያቱ ኣነ ዝሓሰብኮ ጥራይ ቅኑዕ ትብል እንተለካ እስካ ፍትሓዊ ሰብ ውን ኣይኮንካን ምክንያቱ ናትካ ሓሳብ ኣሎ ናይ ካልኦት ሓሳባት ኣሎ የስ ናይ ክልቴካ ቅኑዕ እዩ ማለት ኣይኮነን ናይ ሓደ ኣዝዩ ኣድማዒ ክኮን ይክእል ናይ ሓደ ድማ ለስ ኣድማዒ ክኮን ይክእል እንተኮነ ናይቲ ሓደ ሓሳብ እንተክቢርካዮ እዩ ናትካ ሓሳብ ከክብረልካ ዝክእል ንስኻን ናይ ካልእ ጸርፍ ተለኻ ዋላ ጽቡቅ ኹን ሓሳብካ ካልኦት ውን ክጸርፍዎ ዮም ክሳብ ሕጂ ንርእዮ ዘለና ባህሪ ድማ ንሓትሕትካ እናተጸራረፍካ ንሓትሕትካ እናተዳኻኸምካ እምበር እንዳ እዚኦም ውድብ እዚኦም ከምዚ ዓይነት ጽቡቅ ኣለዎም እዚኣቶም ከምዚ ጽቡቅ ኣለዎም እናተባህለ ክዝረብ ኣይትሰምዕን ኢኻ እዚ ድማ ከም ውጽኢቱ ነቲ ዝበዝሐ ሰብ ነቲ ደንበ ተቃውሞ ደንበ ናይ ሕንፍሽፍሽ ዕላማ ዘይብሉ ንግላዊ ረብሓ ንናይ ዝኾነ ይኹን ረብሓ ተማእዚኑ ዝኸይድ ኮይኑ እዩ ዝስምዖ ምኽንያቱ ናይ ሓባር ዕላምኡ ኣላልዩ ብሓደ ክሰርሕ ክብገስ ብዙሕ ስለ ዘይተርኣየ ኣብዚ ሕጂ እዚ ይኣክል ምንቅስቓስ ካብ ዝመጽእ ኣብ ኤርትራ ዘሎ ዘይፍትሓዊ ሲስተም ይኣክል ብዝብል ብሃገራት ደረጃ ብዙሕ ይስርሓሉ ኣሎ ተስፋ ዝህብ ውን እዩ። ብዙሕ ዕንቅፋታት ከም ዘጋጥሞ ዘሎ ንፈልጥ ኢና። የግዳስ መሰናኽላት እናተሰገረ ብዙሕ ናይ ሓባራዊ ስራሕ፣ ሓባራዊ ቻርተራት፣ ሓባራዊ ዓንዲ ሕጊ ተበጺሑ ኣሎ። ስለዚ እዚ ጽቡቕ ኣንፈት ዝህብ እዩ። ልዕሊ ኩሉ ድማ ንሕና እቶም ህዝቢ ነዚኣቶም ክንድግፎምን ክንሰምዖምን ኣለና። ምኽንያቱ ብሓባር ክንሰርሕ ክሳብ ዘይከኣልና፣ ሓባራዊ ፕላን ክሳብ ዘይገበርና፣ ጽባሕ ንግሆ ኢሰያስ ውን ብገለ ይኹን መንገዲ እንተተኣልዩ እንታይ ኢና ክንገብራ እታ ሃገር ዝብል ውን ምሕሳብ ከድሊ እዩ። ሓባራዊ ምንቅስቓስ፣ ሓባራዊ ብምርዳእ ናይ ምኻድ ክእለት ክሳብ ዘየማዕበልና ድማ ናብ ሕንፍሽፍሽ ክንኣቱ ተኽእሎ ስለ ዘሎ። ስለዚ ዘለና ተጻብኦታትን ሽግራትን ኣዝዩ ሓያል እናኾነ እዩ ዝመጽእ ዘሎ። ጂኦፖለቲክስ ናይቲ ዞባና ሰንስቲቭ ናኾነ ሓደገኛ ናኾነ መጽእ ኣሎ ናይ ህዝብና ሕብረትን ሓባራዊ ስራሕን ፍልልያትና ኣኽቢርናን ኣማእኪልናን ሓባራዊ ዕላማ ጌርና ክንሰርሓሉ ንሕተተሉ ግዜ ውዓል ሕደር ዘድልዮ ኣይኮነን ግዜ እንተወሲድና ግዜ ኣይክህልወናን እዩ ነታ ኩላ ነገር እውን ክንስእና ንኽእል ኢና ስለዚ ንኹልና ኣብ ኩሉ ደረጃ ዘለና እዚ ጌጋታት እዚ ኣወጊድና ናይ ሓባር ጸላኢና ናይ ሓባር ጸገምና ንምፍታሕ ሓባራዊ ስራሕ ንኽንሰርሕ ብልበይን ብምሉእ ልበይ ጻውዒት የቕርብ። I hope ንስኻትኩም ውን ነዚ መልእኽቲ እዚ እንተፈቲኹሞ ንኻልኦት ውን ከምኡ ንኽገብሩ መልእኽቲ ከተመሓላልፉ በታ ዘላትኩም ዓቕሚ ማለት እዩ። ስለዚ እዛ ንሎሚ ዝበልክዋ መልእኽቲ ኣብዚ ክዛዝም እየ። ናትኩም ርእይቶ ናትኩም ሓሳብ ኣብ ታሕቲ ክጽበ እየ። Respectfully ሓሳብኩም ክትገልጹ ድማ You're welcome እናበልኩ እዛ ቪድዮ ኣብዚ ክትውዳእ እያ። ኣብ ካልእ ክሳብ ንራኸብ ደሓን ኩኑ እብለኩም። ሰሰናዩ።